ዓሰርተ ክልተ ክፍሊ ተፈታኒ ተኾይንካ ኣብ ግቢ እንታይ እንታይ ዘድልየኒ መሰረታዊ ነገር ኢልካ ትሓስብ ተሃሊኻ ሎሚ መዓልቲ ሕቶኻ ክምለሰልካ ኢዩ ክንደይ ዝኣክል ቅርሺ ሒዘ ክኸይድ ክንደይ ዝኣክል ክዳን ዘድልየኒ ዶርም ካፌ ገለ ገለ ገለ ዝብሉ ሕቶታት ኩሉ ሎሚ መዓልቲ ክምልሰልካ ኢየ መጀመርያ ጉዳይ ቅርሺ ክንደይ ዝኣክል ቅርሺ ዘድልየኒ ዝብል ሕቶ ኢዩ ተረዲእካ ግቢ ክኣቱ ከለኹ ክንደይ ቅርሺ ዘድልየኒ ተፈታኒ ኮይነ ክኣቱ ከለኹ ክንደይ ቅርሺ ዘድልየኒ ከም ዝፍለጥ ኮይኑ ካብ ግቡእ ኣቲኻ ክትወጽእ ኣይትኽእልን። ትወጽእ ዝግበኣካ ፈተነ ኢልካ ክትኣቱ ከለኻ ኣይትወጽእን ኢኻ። ንዓኻ ዘድልየካ መሰረታዊ ነገር ኣብ ግቡእ ክትኣቱ ከለኻ ክትፈልጦ ዝግበኣካ ነገር ንምግቢ ዝኸውን ምግቢ ክበልዕ ከሎ ምናልባት ምግቢ ትመርጽ ተኾይንካ ብጣዕሚ ስለዚ ናይ ካፌ ምግቢ ከዓ ብዙሕ ኣይኮነን ክትፈልጦ ዝግበካ ስለዚ ብዙሕ ስለ ዘይኮነ ምናልባት ኣብ ግቢ ከይድካ እዚ ጠልዮ ከምዚ ኮይኑ ነገር ገለካ ደገ ወፃኢ ቅርሺ ከተምፅእ ክኸብደካ ይኽእል እዩ እቲምታት ቋንቋ ክተውፅእ ትኽእል ካ መስለኒ ተደጋጊ ኣብናና ግዜ ነይሩ ምናልባት ኣብ ናትኩም ምናልባት ምውፃእ ምእታው ስለ ዘይፍቀድ ከይኸልክልዎ እምበር ኣድለዩ ኣድለዩ ከከም ግቡ ኣድለዩ ኣብ ኩለን ኣለግን ክብለኩም ኣይኽእልን ግን ትፈልጦ ዝግበኩም ንግዜ ምጆኩም ንኽእሉ ናይ ግቢ ምግቢ ሊስተይ ድብሪ ተረዲካ ከከም ግቢ ይፈላለ ግን ሊስተይ ድብሪ ሽሮ ደበር እዩ ሰለስተ ክልተ ካምፓስ ስለ እየ ፈልጦ እየ ሽሮ ብዙሕ ግዜ ክኸውን ይኽእል እዩ ምናልባት ገዛ ወፅኻ ዘይትፈልጥ ኮይንካ እዚ ነገር እዚ ብጣዕሚ ወሳኒ ካብኡ ቡና ገለ ገለ ዝብል ንዚ ሕስብ ኣቢልካ ክንደይ ዝኣክል ቅርሺ ሒዘ ክመጽእ ኣለኒ እንተልካ መሳፈሪ ካብቲ ካምፓስ ገዛኻ ዘሎ ርሕቐት ሓሲብካ ማለት እዩ ክንደይ ዝኣክል ዘድልየኒ ካብኡ ምናልባት ካብ ካምፓስ ንገዛኻ ሓሙሽተ ሚእቲ ወይ ኣርባዕተ ሚእቲ ወይ ሰለስተ ሚእቲ ተኾይኑ ንሱ ሕስብ ኣቢልካ መኸድኻ መምጽኢኻን ብናይ ግቢ መኪና ተመጺኻ እንኳን ቀሊል እዩ ግን በታ ባስ ንሳት ዘይመጽኻ ግን እዚ ኩሉ ነገር ሕስብ ኣቢልካ ካብኡ ምግቢ ዘይትሕሰ እንተኾንካ ግን ብዙሕ ቅርሺ ከይድልየካ ብዙሕ ክብለካ ኣሎ ካብ ሽሕቲ ዝበዝሐ እውን ምንም ኣይኮነን ምግቢ ዘይትሕሰ እንተኾንካ ንቡና ገለገለ ዘድልየካ ተረዲእካ ዘይትሕሰ ክብለካ ኣለኹ ምናልባት ሓደ ሓደ ተምሃሮ ኣለዉ ኮይኖም ገለ ዝብሉ ንዓቐብ ገለ ዝብሉ ፀሊእናዮ ዶ ዝኾይና ዶ ገለገለ እናበልካ ሓሙሽተ መዓልቲ ዓሰርተ መዓልቲ ዘለዉኻ

ናይ ሽንቲ ቤት ክዳን እዚ ነገር እዚ ናይ መጀመርያ ሓሳብ ኣለና ግን ገዲኤን ካብ ባሳት እንታይ መስለካ ሽንኳን ሽንቲ ቤት ሸንካሉ ዶታ ክትሓልፍ ከለካ ክዳንካ ጨኒኻ ስለዚ ክትፈልጦ ዝግባይካ ናብ ጉባ ክትኣቱ ከለካ ሒዝካያ ትመጽእ ዝኾነ ማልያ ነገር ዝኾነ ቁምጣ ነገር ገለ ገለ ከምኡ ነገር ሒዝካ ንዓ ኣብ ሸንካ ፌስታል ጠቅጥብካ ተቐምጦ ናይ ሽንቲ ቤት ንወይኑ ማለት እዩ ተኾንካ መደቀሲ ክዳን ሒዝካ ትመጽእ ይሓይሽ እዩ ጌርካዮ ውዒልካ ምስ ጌርካ ክትሓድር ሜስካ ገለ ምናልባት ዘይትፈልጡ ተኾንካ ተለሚድካ ግን ምንም ኣይኮነን በቃ ምንም ኣይኮነን ክሳሪ ዘድልየካ ኣንሶላ የድልየካ እዩ ክዳን ለይቲ እዚ ነገር እዚ ፍሉጥ እዩ ስካ ትመፅእ ኣለካ ካልእ ክትፈልጦ ዝግበአኩም ሳልሳይ ወሳኒ ነገር ከዓ ሓቢል ጣልጣል ገለ እስኩም ዘይትመፁ ሕሸኩም ኣውፅኦም ምድሪ እሞ ተረዲእካ ትፈልጦ ዝግበአካ ሓቢል ትኾይኑ በጢሶም ክድርቡ እዮም እዚ ጣልጣል ናይ ኣዋልድ ገለ ትኾይኑ ከዓ በጢሶም ኣውፅኦም ክድርቡ እዮም ተረዲእካ ስለዚ ክትፈልጥዎ ዝግበአክን ኣብዚ ከዓ ኣዋልድ ኣወዳት ክኹለኹም እዚ ነገር እዚ ብጣዕሚ ክትንቀቑ ዘለኩም ሓዊ ተኮይኑ ከድርበዩ ጣጣ ተኮይኖም ከድርበዩ ስለዚ ካብ ንብረትኩም ትኮስቱ ኣብ ገዛ ግደፍዎ ተኮይኑ ግን ኣብ ቦርሳ ክትእትዎ ትኽእሉ ኣብ ቦርሳ ውሽጢ ተትኹሞ ዘይክረኽብዎ ክእሉ ተረዲካ ምናልባት እዚ ዝብለኩም ዘሎ ንሱ ኣብ ከነመሞቶ በይና ክንሓዋ ገለ ንሱ ቦርሳኻ ትፈልጦ ኢኻ መቸም ኣነ ከምዚ ጌርካ ሕባ እዩ ዝግበር ገለ ገለ ገለ ኣይብለካ ስለዚ ክትፈልጦ ዝግበኣካ ከምዚ ነገር ሒዝኩም ዘይትመፁ መጋየፅታት ነገር ገለ ገለ ኣይፈቕድዎን እዮም ስለዚ ክትጥንቀቑ ለለኩም ኣየድልየኩምን ቀዳማይ ነገር ዘድሊ ኣይመስለንን ግን የድልየና እዩ ድሓን ዝተኮንኩም ተጠንቂቕኩም ሓብሩ ክቕምጡ እምበር ኣብዚ ገርኩሞ ተመፂኹም ወይ ኣብዚ ገርኩና ተመፂኸን ኣብፅም ከድርዎ ትርጉም የብሉ ዶርም ዶርም ሓሙሽተ ወይ ከዓ ሽዱሽተ ተምሃሮ ባዕሎም ዝውድኡ ከዓ እዚ ነገር እዚ ደቂ ዓዲ ገለገለ ስለ ዝኾንኩም ሽግር የብሉን ምንም ቀሊል እዩ ተኾይኑ እውን ደቂ ዓዲ ኮይንኩም ብሓባር ኮይንኩም ማለት ደቂ ዓዲ ኮይንኩም ብለካ ኣሎ ኣረክታ ኮይንካ ሓደ ገርም ክትሕዝ ትኸልካ ኣይፍቀድን ግን መልሰም ይኸሉ ንሕና ከም ገብር ነርና እንግዲ እዚ ክብለካ ከለኹ ምናልባት ካብቲ ሕጊ ተወፂኻ እንታይ ከይገብሩካ ግን ፅቡቅ ይኾነ ንዓኻ እምበር እዚ ነገር እዛ ክትገብሩ ትኽእልኹም እንታይ ከም መስለካ ሽዱሽተ ተማሃሮ ይምደቡ እዮም ንሶም ክትደቡ ከለኹም መጀመርያ ርእ ብልኩም ሓደ ሰለስተ ኣውት ሃልዮም ከይድኩም ሽዱሽተ ኹም ክትሕዝኩም ችግር ዘለዎ ይመስለኒ ውፀና ገለ ተለማ ከዓ እያ ተታሒዘያ እዚኣ ኣቲነያና ገለ ገለ ክትብል ትኸለኽ ግን እዚ ዕግርግር የድልን ደቂ ዓዲ ሓቢርኩም ስለ ዘለኹም ብዙሕ ኣይትጨነቑ ደርም ጉዳይ ሽዱሽተ ተምሃሮ እኹም ትፈልጥዎ ዝግበእኩም ንብረትኩም ብጥንቁቕ ሓዝዎ ምናልባት ከከም ጉዱ ይፈላለዩ ናይ ሎሚ ሰብ ከዓ መይሱ ምናልባት ለካንዶ እንታይ ክብሎም ደለኹ ተረዲእኩም ይመቸ ጥንቅቕ ምባል የድልየኩም ንብረትኩም ካልእ ካፌ ካፌ ከም ዝነበርኩም ካፌ ኣብ ገሊኦም ካምፓስ ብጣዕሚ ሕማቕ ኣብ ገሊኦም ከዓ ደሓን እዩ ግን ክትፈልጦ ዝግበርኩም ተወርሽን እዩ ዘድልየኩም ካፌ ክትኣቱ ከለኹም ዘይክምችወኩም ይኽእል እዩ ካፌ ወረፋ ክበዝሕ ይኽእል እዩ ስለዚ ወረፋ ክትሕዘሉ ከለኹም ናይ ካፌ መጀመርያ ዕስራ ደቂቃ ወይ ዓሰርተ ደቂቃ ቅድም ኣቢልኩምዎም ታራ ክትሕዙ ዘለኩም እምበር እንተኾይኑ ግን ሰዓት ምስ ኣኸለ ግን ብጣዕሚ ታራ ዝበዝሕ ማይ ክመጽእ ይኽእል እዩ ክረፍደኩም ይኽእል እዩ ፈተና ገለገለ ከምኡ ከጭንቐኩም ስለ ዝኽእል ምናልባት እውን ክውዳእ ይኽእል እዩ ተተወዲኦ ከዓ ምስ ኣብቲ ላውንች ኮይንኩም እውን ያው እዚኣ ክትረኽቡ ትኽእሉ ኢኹም ብዙሕ ነገር ኣለካ እዚ ከጋጥመካ ይኽእል ቅድም ኣቢልካ ከይድ እዛ ቪድዮ እዚኣ ተሪእኻ መቸም ናይ ጠፈቀ እንዳ ክትገብር ከም ዘለካ ቅድም ኣቢልካ ዕስራ ደቂቃ ዓሰርተ ደቂቃ ካብኡ እንጀራ ሒዝካዮ ወፂእኻ ደገ ፀብሒ ኣዚዝካ ሃተወላ ክሰልኻ ተረዲእካ ግድን ኣብቲ ካፌ ገዲፍካ ክትኸይድ ኣለካ እቲ እንጀራ ሲካ እንጀራ ገዚኻ ክትበልዕ ኣለካ ማለት ይኮነ ዳቦ ሒዝካ ትወፅእ እንጀራ ሒዝካ ወፂኻ ኣብ ካፌ ኣለካ ዝኾነ ሎንች ኣሎ ከድካ ክትበልዑ ትኽእል ዋግ እውን ያው ሓምሳ ስሳ ገለ ኮምታት እዩ ካብኡ ይበዝሐ ስለዚ ቅርሺ ሒዝኩም ተወፅኦም ኣይከብደኩምን ከጋጨኹም

ኣብ ካምፓስ ኮይንካ ትረኽቦ ኣብ ደገ ኮይንካ ክትረኽቦ ትኽእል ኢኻ። እንታይ መስለካ እቲ ዓብዪ ሽግሩ ሞባይል ሒዝካ ረኽቦ ከለዉ ኣውፂኦም እኳ ኣባረሩኻዮም ንዓመት ኣመት እስካዕ ዓሰርተ ክልተ ክትፍተን ካብ ትፅበ ሕጂ ተፈቲንካ ተትፋታሕ ይሕሸካ ተረዲእካ ዓመት ሃሊካ እንኳን ኣይከብደካን ዝኸ ኮንፊደንስ ዘድልየካ ኮንፊ ኮይንካ ኣቲኻ ክትረኽቦ ትኽእል ኢኻ ዓመት ተዘይሃሊካ ግን ምናልባት ምናልባት ምናልባት ምናልባት ኣለካ ተረዲእካ ዘጭና ነገር የብልካ ፌክ ነገር ሰሪሐ ዕግርግር ክፈጥር እየ ዝኾነ ሽግር ክፈጥር እየ ደልካ ከቢድ እዩ ኣውፅኦም እዮም ክድልዎ ኢኻ ማንም ዝረዳእካ ሰብ የለን ተረዲእካ ክትፈልጦ ዝግባእካ ነገር እዚ ሕጂ ዓሰርተ ክልተ ወዲኻ ኣብ ደገ ዋንካ ክትመሃር ትኽእል ኢትዮጵያ ትምህርቲ ዓለም ነርካ እንታይ ክሰርሕ ጌርካ ትኾና ትኽእል ኢኻ ግን ኣብ ደገ ወፂኻ ብዙሕ ስራሕ ስራሕ ኣሎ ኣነ ከም ናይ ካምፓስ ተምሃራይ ኮይነ ነብረኹም ዝደሊ ነገር ካምፓስ እዚኣ እተ ነገረ ገረ ኢልኩም ኣይትጨነቁ በቃ ኣይትጨነቁ ካምፓስ ግድን ክትኣቱ ኣለካ ዝበለካ መን እዩ ካምፓስ ከኣ እታ ላይፍ ካርቦት ኣይትኽእልን ዝሓሽካ ትኾን ኣይትኽእል ትኸውን ትኽእል ድኣ ተረዲእካ ዕድል ተረኺብካ እቶ ዕድል ተዘይረኺብካ ግን ኣይትጨነቁ በቃ ኬር ኣይትበሉ ካልእ ብዙሕ ዕድላት ክተስተኻኸሎም ዝግበእካ ነገራት ከለውስ ግድን ካምፓስ ኣትየዶ ካምፓስ እዚኣ ተኸዶ ካብ ሰብካ ተኸከውን እዚ ክስምዐካ ገለ ከምኡ ዝበሃል ነገር የለን በራዚ ክትኣቱ ከለኻ ኮንፊደንስ መድርሶ ፍትሕ በል ከይተርፍድ እዚ ነገር እዛ ክትፈልጦ ዘለካ እምበር ካሊእ ኣይትጨነቀሉ ወደካ ሓሊፍካ ዓቕሚ ተሃሊካ ሓሊፍካ ኣለኻ ዓቕሚ ተዘይሃሊካ ወዲእካ ኣለኻ ዓቕሚ ተሃሊካ ክትወድቕ ትኽእል ኢኻ የጋጥም እዩ ሪሚዳል ትመሃር ተደሊኻ ናይ ሪሚዳል ነጥቢ ተመሲልካ ዘይኮይኑ ዲፕሎማ ክትመሃር ካልእ ስራሕ ክትሰርሕ ግድን ግድን ዩኒቨርሲቲ ክትኣቱ ኣለካ ማለት እዩ ዩኒቨርሲቲ እንታይ እንታይ እንታይ ኣለዎ ሓሙሽተ ዓመት ሽዱሽተ ዓመት ሕርር ኢልካ ክትመሃር ተደሊኻ ካብ ወፃኢ ምናልባት ምርጫ ተሃልዩካ ኣብኣ ትብል እቶ ዕድል ተረኺብካ እዩ ቅድሚ ድማ እታ ክትመሃር ትኽእል ኢኻ ኣነ ብዚ ዓይነት ደሲ ኣብ ሬዳ ዝነብረ ከም ዘለኹ መብዛሕትኡ ተምሃራይ ሰለስተ ዓመት ኣርባዕተ ዓመት በቃ እሱ ይደጋግም በቃ እንታይ መስለካ ዝኾነ ቆልዓ ኣብ ልምሳና ዝወደቐ ኣብ ስካብ ሕጂ ዓሚ ምክሪ ወዲኡስ ወይ ስለም ዘለዎም እዩ ክሓድፍ ይብል ርሚዳን ክማሪ ሓደ ሰሰሚቲ ከባቢ ኣምፂ ናይችላላ ሰሰሚቲ ከባቢ ኣምፂ ግን በቃ ሕጂ እውን ተስፋ ያቆረፀ ሲ ንኸም ይገብረሉ ትርጉም ዘሎ እዩ ምስለና ነዚ ነገር ዝተረዲካ ስለዚ ፍትሕ ተትብሎ ትምህርቲ ብዙሕ ዕድላት ክትረክብ ትኽእል ካብ ትምህርቲ ክወፀ ይኽእል ዘለካ ግን ከቢድ ክኾን ይኽእል ተረዲካ ተፋትሓዮ ትሕል ስለዚ ክትትንኮኣሉ ዝግበኣካ ወረ እኮ ሓሎፍ ኢልካ ኣይትጨና ኣቲካ ኣለካ ዓሰርተ ክልተ ወዲእካ ኣለካ በቃ ካብኡ እንኤ ዘሎ ነገር ከኣ ብዙሕ ዕዱላት ባዕልካ ክትፈጥር ትክእል ኢካ ተረዲእካ ብዙሕ ነገራት ክትፈጥር ትክእል ኢካ ኣብ ደገ ብዙሕ ዕዱላት ክትፈጥር ብዙሕ ነገራት ክተስተካክል ትክእል ኢካ ሕጂ ብዛዕባ ዩኒቨርሲቲ ንእሽተይ ፍልጠት ከም ዝረከብኩም ተስፋ ይገብር ንቀጻሊ ብሓድሽ ቪድዮ እስካብ ንጋነ ሳብስክራይብ ብምባል ናይ ቻናልና ቤተሰብ ኩኑ ሰሰናዩ እናበልና ንፍለየኩም ይመችኩም።